ሰላም ከመይ ትኾኑ ተኸታተልትና እዚ ሕርያኹም ሕርያ ፖስት እዩ ንሎሚ ናብ ዝሓዝናዮም ዜናታት ሕርያ ፖስት ክንሰግር ፈለማ ግን ቀንዲ ቀንዲ ርእሰ ዜናታት ክነቐድም። ውሳነ ማእኸላይ ኮሚቴ ህወሓት ናይ ኣጥፊእኻ ምጥፋእ ውሳነ እዩ ተባሂሉ። ወታሃደራት መንግስቲ ኢትዮጵያ ምፍራሶም ኸቢድ ራዕዲ ተፈጢሩ። ኣሜሪካ ንዓለምና ጋሻ ዝኾና ድሮናት ውሽጢ ባሕሪ ከም ዘዋፈረት ተፈሊጡ። ኣብ ልዕሊ ምስሊ ኢየሱስ ክርስቶስ ኮነ ተባሂሉ ዝተፈጸመ ተግባር ኸቢድ ተቓውሞ ኣልዒሉ ዝብሉን ካልኦት ሓደሽቲ ሓበሬታታት ሒዝናልኩም ቀሪብና ኣለና። ውሳነ ማእኸላይ ኮሚቴ ህወሓት ናይ ኣጥፊእኻ ምጥፋእ ውሳነ እዩ ተባሂሉ። ማእኸላይ ኮሚቴ ህወሓት እቲ ቅድሚ ክልተ ሽሕን ዓሰርተ ሰለስተን ዓም ትምረት ዝተመረፀ መንግስቲ ናብ ቦትኡ ክምልሶ እየ ዝብል መግለፂ ድሕሪ ምውፅኡ ሰፊሕ ተቓውሞ የተኣናግድ ኣሎ። ሕዚ ዘሎ ምምሕዳር ድላዩ ዝኣክል ድኹም ይኹን ብሓይሊ ክልወጥ ምፍታን ግን ንህዝቢ ትግራይ ናብ ምምሕዳር ኣልቦ ኣናርኪ እዩ ዝደፍኦ ክብል ምሁር ሕግን ጠበቓን ኣበራ ንጉስ ነቒፉ። ምሁር ሕጊ ኣበራ ንጉስ፣ ኣብ ትግራይ መንግስቲ ይሃሉ ክበሃል እንከሎ መራሒ ምስ ጉድለቱ ይቐፅል ማለት ኣይኮነን። ካብ ኣጠቓቕማ ሓይሊ ወፃኢ ብዝኾነ ሰለማውን ፖለቲካውን ሜላታት ምቅላስ ከምዘድሊ ኣብሪሁ። ሕዚ ዘሎ ምምሕዳር ብዝሓሸን ብዝበለፀን ዓቕሚ ዝትከኣሉ ባይታ ምፍጣርን ትካላዊ ህላወ ምምሕዳር ከይፈረሰ ስርዓታዊ ለውጢ ምምፃእ ኣማራፂ እዩ ክብል ተዛሪቡ። እቲ ምሁር ሕጊ ወሲኹ፣ ኣብ ትግራይ ብረት መሳርሒ ፖለቲካዊ ለውጢ ወይ ድማ ምንጪ ስልጣን ዝኾነሉ ዘመን ከብቅዕ ከም ዘለዎን፣ ትግራይ ካብ ዝፈርስ መሓውር መንግስቲ ዘይኮነስ ካብ ዝተረጋገኣን ብዲሲፕሊንን ዝምራሕ ፖለቲካዊ ለውጢ እያ ትጠልብ ክብል ተዛሪቡ'ዩ። ኣመራርሓ ወደበ ሳልሳውያን ትግራይን በዓል ሞያ ሕግን ኪሮስ ሃይለስላሴ ብወገኑ፣ ህወሓት ብክልተ ነጥቢ ሸሞንተ ሚልዮን ህዝቢ ዝተመረፀ ቤት ምኽሪ ክምለስ ወሲነ ምባሉ ኾኒንዎ ኣሎ። ቤት ምኽሪ ተፀዋዕነቱ ንመራፂኡ ዝኾነ ህዝብን ንሕገ መንግስትን ጥራሕ ከምዝኾነን ሕገ መንግስቲ ድማ ቤት ምኽሪ ሓሙሽተ ዓመት ዩ፣ ውድብ ኾነ ዓማፂ ዘመነ ስልጣን ቤት ምኽሪ ክምለስ ክውስን ተራእዩ ኣይፈልጥን፣ ስለዚ ውሳነ ማእኸላይ ኮሚቴ ህወሓት ናይ ዓቕሊ ፅበትን ኣጥፊእኻ ምጥፋእ ውሳነ እዩ ክብል ተሰሚዑ ኣሎ። ጀነራል ታደሰ ወረደ ብህወሓት ዝተሸሙ ኣመራርሓ ካብ ሓላፍነቶም ከልዕሎም ደብዳቤ ከምፀሓፈ ተፈሊጡ። እቶም ካብ ሓላፍነቶም ክለዓሉ ደብዳቤ ዝተፅሓፈሎም ድማ ዋና ስራሕ መካየዲ ኤጀንሲ መራኸቢ ሓፋሽ ትግራይ ኣይተ ኣባዲ ገብረስላሴ፣ ምክትል ፕሬዚዳንት ጊዜያዊ ምምሕዳረ ትግራይ ኣይተ ኣማኒኤል ኣሰፋን ከንቲባ ምምሕዳር ከተማ መቐለ ዶክተር ረድኣ በርሀ ከምኡ ውን ኣመሓዳሪ ዞባ ማእኸል ኣይተ ሽሻይ ግርማይ ካብ ሓላፍነቶም ንክለዓሉ ከምዝወሰነ ተፈሊጡ ኣሎ። ጀነራል ታደሰ ወረደ ውን ልክዕ ከም ጌታቸው ረዳ ናብ ኣዲስ ኣበባ እንትሃድም ንህልኽ ኢሉ ንወታደራዊ መራሕቲ ዘይትግበር ምዃኑ እናፈለጠ ንወልፊ መኽተት ኢሉ መባረሪ ደብዳቤ ምፅሓፉ ዝፍለጥ ኾይኑ ናይ ታደሰ ወረደ ግን ክትግበር ድዩ ኣይትግበርን ኣይተፈለጠን። መራሒ ስርዓት ኢትዮጵያ ድሕሪ ውዕሊ ፕሪቶርያ ብውልቁ ንሌተናል ጀነራል ታደሰ ወረደ ፕሬዚዳንት ትግራይ ገይሩ ድሕሪ ምሻሙ መራሕቲ ህወሓት ቅድሚ ክልተ ሽሕ ዓሰርተ ሰለስተ ዓመተ ምህረት ዝነበረ ብህወሓት ዝዕብለል መንግስቲ ክንምልስ ኢና ዝብል መግለፂ ምውፅኦም ሓያሎ ሰባት ብተቓውሞን ደገፍን ኣብ ክልተ ተመቒሎም ርእይቶኦም ምሃብ ቀፂሎም ኣለዉ። ወተሃደራት መንግስቲ ኢትዮጵያ ምፍራሶም ኸቢድ ራዕዲ ተፈጢሩ ኣሎ። መንግስቲ ኢትዮጵያ ምስ ሕቡራት ዓረብ ኤምሬት ብሓባር ኮይኖም ኣብ ክልል ቤንሻንጉል ጉሙዝ ፍሉይ ወተሃደራዊ ስልጠናን ሎጂስቲክን ዝግበረሉ ዝነበረ ብሜጀር ጀነራል ኣልኑር ኣሕመድ ኣስታት ሓሙሽተ ሚእቲ ወተሃደራት ሒዙ ናብ ሰራዊት ሱዳን ብምኻዱ ኸቢድ ምንጋዕ ከም ዝተፈጠረ ተገሊጹ ኣሎ። እቲ ገዚፍ ወተሃደራዊ ክንፊ RSF ልዕሊ ሚእትን ሰላሳን ሽዱሽተን ወተሃደራዊ ተሽከርከርቲ ኣምሪሑ ናብ ሰራዊት ሱዳን ዝተጸንበረ ኣዛዚ ፍሉይ ውህብቶ ተለጊስሉ ኣሎ። እቲ ኣብ ዝሓለፈ ሰሙን ኣብ ሰሜን ዳርፉር ዝርከብ ብሙሳ ሂላል ዝምራሕ ባይቶ ምንቃሕ ስውራ ኢዱ ዝሃበ ላዕለዋይ ኣዛዚ ሓይልታት ቅልጡፍ ደገፍ ሱዳን ጀነራል ኣልኑር ጉባ፣

ጀነራል ኸንድዚ ዝኣክል ክባራት ውህብቶ ክረክብ ምኽኣሉ ኣዘራራቢ ኾይኑ ኣሎ። ኣብ ኲናት ሕድሕድ ሱዳን ብሚልዮናት ሱዳናውያን ተሰዲዶም፣ ንኣማኢት ኣሽሓት ሰላማውያን ሰባት ድማ ግዳይ ግፍዓዊ ቅትለት ከምዝኾኑ ይግለጽ እዩ። ኣሜሪካ ንዓለምና ጋሻ ዝኾና ድሮናት ውሽጢ ባሕሪ ከምዘዋፈረት ተፈሊጡ። ወተሃደራዊ እዚ ኢራን ብወገኑ ንመጥቃዕቲ ምድላዉ ከምዘጻፈፈ ገሊጹ ኣሎ። ሓይሊ ባሕሪ ኣሜሪካ ኣብቲ ምስ ኢራን ኣብ መጻብቦ ሆርሙዝ ኣትዩ ዘሎ ወተሃደራዊ ረጽሚ ኣብ ኣገልግሎት ዝውዕላ ናይ ዓለምና ሓድሽ ምህዞ ዝኾና ድሮናት ውሽጢ ባሕሪ ከመዘዋፈረ ሓቢሩ ኣሎ። እተን ኣብ ውሽጢ ማይ ኣትየን ዝተወሃበን ወተሃደራዊ ዕላማ ብትኽክል ከፈጽማ ዝኽእላ ድሮናት ባሕሪ ኣሜሪካ ድሮ ኣብ ወሽመጥ ሆርሙዝ ዝተጸመደ ፈንጂ ከምክና ከምዝጀመራ ተገሊጹ ኣሎ። ሓይሊ ኣሜሪካ፣ እዘን ድሮናት ኣብ መራኽብ ንግዲ ዓለም ዘንጸላለወ ሓደጋ ንምንካይን ዳግማይ ናብ ስራሕ ክዋፈራ ውሕስና ዝህባ ከምዝኾና እውን ኣረጋጊጹ ኣሎ። ላዕለዋይ ወተሃደራዊ ኣዛዚ ኢራን ሜጀር ጀነራል ኣሚር ሃታሚ ብወገኑ፣ ሰራዊት ሃገሩ ዝኾነ ዓይነት ወተሃደራዊ ትንኮያ ንምምካት ኣብ ተጠንቃቒ ከምዘሎ ገሊጹ እዩ። እቲ ጀነራል ኣብ ልዕሊ ብሄራዊ ረብሓ ኢራንን ህዝባን ብዘነጻጸረ፣ ዝኾነ ዓይነት ወተሃደራዊ ስጉምቲ ንምምካት ኩሎም ክፍልታት ተዋጋእቲ ተዳልዮም ኣለዉ ኢሉ'ሎ። ኢራን ብዘይ ፍቓዳ ንመጻብብ ሆርሙዝ ጥሒሰን ንዝሓለፋ መራኽብ ዘጥቅዕ፣ ኣብ ውሽጢ ባሕሪ ፈንጂ ክትዘርእ እንከላ፣ ኣሜሪካ ብወገና ጀላቡ ሓይሊ ባሕሪ ዝተቐብረ ፈንጂ ኣብ ምምካን ከምዝተዋፈራ ክትገልጽ ጸኒሓ'ያ። ምሕደራ ትራምፕ ኩሎም ወደባት ኢራን ዝለኮቶም ክኸውን እንከሎ፣ ነዚ ኣብ ልዕሊ ዝጠሓሰት መርከብ ኢራን መጥቃዕቲ ከም ዝወሰደ ተሓቢሩ። ኣብ ፓኪስታን ድሕሪ ዝተኻየደ ዘተ ኣሜሪካን ኢራንን ብዘይምስምዕማዕ ድሕሪ ምብታኑ፣ ፕሬዚዳንት ትራምፕ ዳግማይ ዘተ እውን ጀሚሩ ኣሎ። ምሕደራ ኣሜሪካ ኣጠናኺሩ ዝቕፅሎ ዘሎ ስጉምቲ ኢራን ነቲ መፃብብ ሆርሙዝ ንምኽፋት ኾን ኢላ ክፈሽል ብምግባራ ዝሰዓበ ግብረ መልሲ ከም ዝኾነ ይግለፅ። ሰራዊት ሓለዋ ስውራ ኢራን ብወገኑ፣ ናብቲ መስመር ባሕሪ ዝቐረባ ወተሃደራውያን መራኽብ ኣሜሪካ፣ ኣብ ልዕሊኤን ዘይዳገም ስጉምቲ ከም ዝወስድ ኣጠንቂቑዮ። ኣብ መወዳእታ፣ ኣብ ልዕሊ ምስሊ ኢየሱስ ክርስቶስ ኾነ ተባሂሉ ዝተፈጸመ ተግባር ከቢድ ተቓውሞ ኣልዒሉ ኣሎ። እስራኤል ኣብ ደቡባዊ ሊባኖስ ኣብ እተካይዶ ዘላ ወተሃደራዊ ወፍሪ፣ ሓደ ወተሃደር ኣባል ምክልኻል እስራኤል፣ ሓወልቲ ኢየሱስ ክርስቶስ ብሞዶሻ ክሰባበር ዘርኢ ምስሊ ድሕሪ ምርኣዩ፣ ኣብ ማሕበራዊ መራኸብታት ዝዝርጋሕ ዘይተለመደ ተንቀሳቓሲ ስእሊ ብደረጃ ዓለም ሰፊሕ ዕግርግር ፈጢሩ ኣሎ። እቲ ወታደር ኮነ ኢሉ ነቲ ሃይማኖታዊ ምልክት ክሃስዮ ዘርኢ ተንቀሳቓሲ ምስሊ እዩ። እዚ ተግባር እዚ ብሰንኪ ሃይማኖታዊ ተሃዋስነትን ኣብ ቅዱሳት ቦታታት ዝበጽሕ ጉድኣትን ካብ ዝተፈላለዩ ምንጭታት ከቢድ ቁጥዐ ኣበጊሱ ኣሎ። ኣዛዚ ሰራዊት ምክልኻል እስራኤል ነቲ ፍጻመ ቕልጡፍ ግብረ መልሲ ብምሃብ፣ እዚ ንመንፈስ እቲ ሓይልታት ምክልኻል ዘይውክልን ፍጹም ዘይተለመደን ፍጻመ ክብል ገሊጽዎ ኣሎ። ቤት ጽሕፈት ወሃቢ ቃል ሰራዊት ምክልኻል እስራኤል ኣብ ዝሃቦ ወግዓዊ መልሲ፣ እዚ ተግባራት ምስ ኽብርታት ሰራዊት ምክልኻል እስራኤልን ካብ ሓይልታት ምክልኻል ሃገር ትጽቢት ዝግበረሉ ኣካይዳን ዝስማዕማዕ ኣይኮነን ክብል ገሊጹ'ዩ።

ኢየሱስ ክርስቶስ ኣምላኽ ኣይኮነን። ኣይሁዳውያን ንምጥፋእ ዝተምሃዘ ታሪኽ እዩ። ድሕሪ ምባሉ ኣብ ልዕሊ ኣመንቲ ክርስትና ልዑል ቁጥዐ ፈጢሩ ከም ዝነበረ እውን ዝዝከር እዩ። ዝኸበርኩም ተኸታተልቲ ሕርያ ፖስት ሎሚ ዝተዳለዉ ሓደሽቲ ሓበሬታታት ነዞም ዝተኸታተልኩሞም ይመስሉ ነይሮም። ንሰናይ ምክትታልኩም ድማ ኣዚና ኢና ነመስግን።